ኩሉ ግዜ ንሕና ኣብ ታሪኻዊ ሓቂ ተመርከሰ ኣብ ጭብጢ ተመርኮሰ ትንተናን ኣተሓሳስባን ሒዝና ኢና ንዓለም ከምታ ዘላታ ኢና ንሪኣ ምስ ኢማጅን ንገብራ ናይ ሕልሚ ዓለም ኣብ ናይ ሓሶት ዓሪብና ገለ ዘይኮነስ ብከምኡ ኢና ብያ ዘለና ከምኡ ስለ ዝኾነ ካ ኩሉ ናብቲ ዝበልና ይኸይድ ኣሎ እሱ እዩ እቲ ነገር ግልፂ እዩ ኮይኑ ዝኾነ ሰብ ክርድኦ እቲ ቃልሲ ዝኾነ ዓወት ሰማንያ ካብ ሚእቲ ዓወት ኣብ ሓንጎል እዩ ኣብ ዳስ ኣብ ምእማን እቲ ዕስራ ካብ ሚእቲ እቲ ኣሽምገል እቲ ቃልሲ ኩሉ ግዜ ቃልሲ ዋላ ሰውራ ዋላ ኩናት ዋላ ገለመለ ኩሉ ሰብ ዝገብር መጀመርታ እንተ ኣሚኑ እዩ እቲ እንተ ነቂሑ እዩ እቲ ኣተሓሳስባ ተትቐይር ኣተሓሳስባ ከይቀየርካ ክትዕወት ኣይትኽእልን ኢኻ እሱ ከዓ ኢና ሕጂ ንገብር ፀኒሕና ኣብዚ ደገ እቲ ቃልሲ ተወዲኡ እዩ ሕጂ ኣብዚ ቃሲ መጋዝያን ዳርጋ ትግርኛ ኮይኑ ከም ፀላኢ ወይ ከም ስግኣት ዝሪኦ ትግርኛ የለን ሕጂ ወላ ሓደ የለን የስ ኣብ ደገ ወፅዩ ብዙሕ ትግርኛ ሓሳዊ ዝኾነ ኣሎ ባቃ ብውሽጡ ካልእ ይዛረብ ብደገ ኸ ካልእ ይዛረብ ከምኡ ኣሎ ተበላፂ ዝኾነ ኣሎ ብሰንኪ ስደት ብገለ እቲ ናይ ስርዓተ ክብርታትና ስለ ዝወደቐ ገለ ስለ ዝገበረ በቃ ብዙሕ ሰብ መታለሊ ዝኾነ ኣሎ ተዘይኮይኑ ግን እቲ ሓቂ ግን ከምቲ ናይ መጀመርታ ዝነበረ ከም ክስታይ ዝገብሮ የለን። ነዚ ምንቅስቓስ መጋእዝያን ከም ጸላኢ ዝርእዮ ሰብ የለን። ካልእ እቲ ኣስላማይ በቃ ኤርትራዊ ነዛ ሃገር ናተያ ካብ ላስታ እዮም መፅኦም ካብ ኣገው እዮም መፅኦም እዚኦም ናህና ኣጥፊእናዮም ኢና ትግርኛ ከምዚ ጌርና ኢሉ ፈራሕራሕራሕራሕ ዝብል ነገር እስላማይ ቀቢላ እንዳ ጀበርቲ ገለ እሱ የለን እሱ ካብ ፖለቲካ ሓሳብን ሓዋሩ ወፅዩ ቀደም ኣያታትና እዮም ሰማንያን ሓደን ንጀብሃ ጠቕሊሎም ኣውፅኦማ እቶም ኣስላም ኣውፅኦሞም ጀብሃ ኣስላም ዝኾነ ሰብ ከይደናገር እቲ ናይ ጀብሃ መሪሕነት ጀብሃ ናይ ኣስላም ውድብ እዩ ነይሩ እቲ ናይ ኣስላም ሓይሊ ጀብሃ ምስ ተፋኻ ምስ ፋሕፋሕ ኢሉ ነይሩ ኢሳያስ ክመሶ ንዕኡ ተሳታፊ ፖለቲካ ክገብሮ ገለ ፈቲኑ ሕጂ ክስታይ ገይሩ ሕጂ ከማ ድሕሪ ክንደይ ዓመት ቴሌቭዥን ኤርትራ ብዛዕባ ናይ ኣስላም ስነ ሓሳብ ገለገለ ብከፊሉ ኩን ተዛብዒ ኩን ዳኣ እምበር ክትንትን እውን ጀሚራ ኣላ ሕጂ እሱ እውን ተቐይሩ ሕጂ ዝኾነ ይኹን ነገር ነይሩ እዚ ኣብዚ ደገ ከም ዝበልኩም እዩ እዚ ተቃውሞ ደላይ ፍትሒ ዶ ከምዚ ዶ ገለ ተባሂሉ መዓት ገለ ነበረ እሱ እውን ተበቲኑ የለን እሱ እውን የለን ሕጂ እሱ እውን በቃ ጆሮኦም ምስ ዝኾነ ብካልእ ስራሕ ክነብሩ ዘይክእሉ ወይ ብገለ ክገብሩ ዘይክእሉ ኣብኣ ዝኾኑ ስቲክ ዝገበሩ ከም ዘለዉ ሰባት ኣለዉ እዚ ኮይኑ ግን ናይ ቀደም ውደባ ዶ ከምዚ ዶ ገለገለ ዝበሃል ነገር የለን እዚ ምንቅስቃስ እዚ እንታይ ኮይኑ ኦልሬዲ እቲ ናይ ኣተሓሳስባ ለውጢ እቲ ናይ ገለ ኣምፂና ኢና መዓት መንእሰያት መራሕቲ ፈርዮም መዓት ገለ መፅኦም በቃ መዓት ብዙሕ ነገር ኣሎ ሕጂ እቲ ነገር እንታይ ኮይኑ ተቐይሩ ኣንፃርና ዝኾነ ውድብ ሓይሊ ኮይኑ ክሰርሕ ድዩ ገለ ዝፍትን የለን እቲ ድኹ በቃ ዓቕሚ ዘይብሉ ዝኾነ መደባት ክገብር ዘይክእል ገለ መን እቲ ናይ ህግደፍ እዩ ዘሎ እቲ ናይ ህግደፍ ከማን በቃ እታ ቴሌቭዥን እታ ሬድዮ ስጋብ ምጅምራ እታ ቃሲ ሕጂ እታ ቴሌቭዥን ሬድዮ ምጅማር እታ ቴሌቭዥን ሬድዮ እንተጀሚራ ንኤርትራ ክትኣቱ ኮይና ግን ኣብ ደገ ከምዚ ዝመፀ ለውጢ ሃገራውነት ናይ ትግሪ ናሽናሊዝም ናብ ውሽጢ ኤርትራ ኣትዩ እንተ በቃ ሜቢ ወርሒ ክልተ ወርሒ ሰብ ነርቨስ ክኸውን እዩ በቃ እንታይ እዮም ዝብሉ ዘለዉ ገለ ነርቨስ ክኸውን እዩ ኣብ ሳልሳይ ወርሒ ደሓን ክኸውን እዩ ራብዓይ ሓምሻይ ሻሻይ ወርሒ ግን ብመሰረቱ እዩ ኩላ ብመሰረቱ ሲ ኣብ ሽዱሽተ ወርሒስ የለን እዚ ኤርትራዊ ዶ እዚ ገለ ዶ ገለ ዶ ገለ ገለ ገለ ብምሉእ ክገብሮ ምክንያቱ እቲ ህዝብና ዝሓለፈ በቃ እዚ ሚትን ሚትን ገለ ዓመት ሓበሬታ ሓቀኛ ፍልጠት ሓቀኛ ገለ መለይ ተኸልኪሉ ባቃ ናይ ጥንቆላ ናይ ሓሶት ናይ ገለ በቃ ምድንጋር ናይ ምድንቋር ስራሕ እዩ ኣብ ኤርትራ ዝሓለፈ መጀመርታ በቶም ካቶሊክን ከኒሻን ድሕሪኡ ባህለ ስላሴ መንግስቱ ሕጂ ከዓ ብህግደፍ ብህግደፍ ከዓ በቃ ናይ ምድንቋር ስራሕ እዩ ህዝብና ናይ ምንፃርን ናይ ምድንቋርን ክስታይ ገይሩ ስለዚ ናህና ቴሌቭዥን ናህና ዋላ ረሲዐልኩም ከማን ሕጂ እውን እሱ ዝቕፅል ዘሎ ሬድዮ ኣሰና ሬድዮ ኤረና ቮይስ ኦፍ ኣሜሪካ እዚኣ ቢቢሲ ትግርኛ እስቲል ነቲ ናይ ምድንቋር ስራሕ ዝቁፅሎ ዘለዋ ሕጂ እዚ ናይ ትግርኛ ናሽናሊዝም ኣብ ዝለዓለ ጥሩዝ በዚሑ ኣብ ዝኾነ ይኹን ነገር ገይሩ ቮይስ ኦፍ ኣሜሪካ ሬድዮ ኤረና ሬድዮ ገለ ከምዘየለ ንሕና ከምዘየለ ንኤግዚስት ከምዘይገበርና ነቲ ናይ ህዝብና ኩንነት ነቲ ናይ ኤርትራ ፖለቲካ ካልእ ጌረን እየን ክገብራ ዝፍትና በቃ ክከም ዘየለ ናይ ኣብ ኤርትራ ናይ ሊበራል ዲሞክራሲ ናይ ምርጫ ናይ ቅዋም ሕቶ ከም ዘሎ ጌሮም እዮም ዘቕርቦ ኣብ ኤርትራ ናይ መንነትን ናይ ዋንነትን ሕቶ እዩ ዘሎ ናይ ኤርትራ ሽግር ናይ ዋንነት እዩ ኤርትራ ናይ መን እዩ እዛ ሃገር ኤርትራ ናይ መን ህዝቢ እያ ናይ መን ስልጣኔ ናይ መን ታሪክ መን ይወደባት መን ይዋና እዚኣ ተቃሲ ነዚኣ ግን ነዛ ናይ መሬት ሕቶ ናይ ዋንነት ገዲፎም እሱ ከም ዘየለ ባቃ ኤርትራ ልክዕ ከምዚ እንግሊዝ ሽወደን ኮንሰንሰን ዘለዋ ሽወደን እንግሊዝ ኖርወይ ጀርመን ሕቶ ናይ ዋንነት የለን ባቃኡ ጀርመን ናይ ጀርመናውያን እያ ኣብ ጀርመን ተመፂኻ ብቋንቋ ጀርመን ብቋንቋ ናይ ሕጊ ጀርመን ኩሉ ብክብርታት ናይ ጀርመን ክርስትያን ክብርታት ማለት እዩ ብኩሉ ነገር ኢኻ ትኸይ ሕቶ ርእቶ የለን ኣስላማይ ኮይኑ ገለ ኮይኑ ገዙ ድላይ ክኾን ይኽእል ኣብቲ ሃገር ክነብር ተኾይኑ ግን በዚ ናይ ጀርመን ቋንቋ በዚ ናይ ጀርመን ሕጊ በዚ ናይ ጀርመን ግን እዩ ዝነበር ኣብ ኣሜሪካ ኮን እዩ ዝነበር ግን ኣብ ኤርትራ ከም ኮንሰንሰስ የለን ቮይስ ኦፍ ኣሜሪካ እዚኣ መንኦም ትብሎ ሬድዮ ኤረና ልክዕ ከም ድምፂ ሓፋሽ ከም ገለ ግን እዚ በቃ ኤርትራዊ ዝበሃል ነገር ልክዕ ከም ናይ ጀርመን ከም ናይ ኣሜሪካ ኮንሰንሰስ ከም ዘሎ እቲ ሕቶ ናይ ሊብራል ናይ ሊብራል ዲሞክራሲ ናይ ምርጫን ናይ ሕገ መንግስትን ሕቶ ምዃኑ ከም ምዃኑ እውን ስጋብ ሕጂ ነቲ ኩነታት እንታይ ገይሮም እዮም ዝገብሩ ምክንያቱ ገና እዚኤን ትካላት እዚኤን ልክዕ ከምቲ ናይ ህግደፍ ንህዝብና ኣብ ምድንቋርን ኣብ በቃ ኣብ ምድንቋር እየን ዘለዋ እሱ እዩ ዘሎ ብካልእ ከዓ እታ ስጋብ ሕጂ በቃ ንሕና ሙሉ ብሙሉ ዋላ ኣብ ህዝብና ዝኾነ ይኹን ነገር ክትግበር ዳርጋ ትስዓር ዘላ ተሓሳስባ ሃገር ብዲሞክራሲ ብቕዋም እያ ትፍጠር፣ ብሓድነት እያ ትፍጠር፣ ብፍቕሪ እያ ትፍጠር ዝብል ናይ ድንቁርና ትምህርቲ ህዝብና ምእቲ ዓመት እዩ እንታይ ገይርዎ ፀኒሑ። ሃገር ብቁጠባ እያ ትፍጠር። እዘን ሃገረ መንግስቲ ዘለዎ ሓዲ ዘመናዊ ሃገራት ካብዚ ምስረታ ዳርጋ ሰለስተ ሚእትን ሓምሳን ዓመት ኣርባዕተ ሚእቲ ዓመት እየን ገይረን ኩለን እተን ቀንዲ ማለት እዩ ኩለን ከዓ ካፒታሊዝም እዩ ሃገር ገይርወን ካፒታሊዝም እዩ ሃገር ገይሩ ሃገር መንግስቲ ገይርወን ሃገር ቅድሚ እዩ ነይረ ብሄር ነይረ ሃገረ መንግስትና ሃገር ዝገበረን ግን ብሄር ካልእ ወላ ሓንቲ የለን ዋላ ኣነ ኣለኩም ዘለኹ ኣብዚ ባዕሉ ዝዛረብዋ ምስ ሓደ ገዲም ተጋዳላይ ከምኡ ገለ ገለ ኢልና ክንዕብል ከናስ ኣባል መሪሕነት ነገር እዩ እሞ ከምኡ ተኮይኑስ ቤልጅም ኣላ ዶ ኢሉ ቤልጅም እዞም ፍሬንች ዝዛረቡ ኣለዉ እዚያ መን እዮም ዝዛረቡ ኣለዉ እዚኦም ዳች ዝዛረቡ ማለት እዩ ሕጂ እዚኣ ቤልጅም ሉክሰምበርግ ሆላንድ ኩለን ኔዘርላንድ ዝበሃላ ሓንቲ ሃገር እየን ነይረን ሓንቲ ሃገር ሎወር ሎወር ሎወር ካንትሪ ተባሂለን ናይዚ ስፓኒሽ ኢምፓየር ተኣሽሙ እየን ነይረን መጀመርታ ድሕሪ ኢኻ ተወሰነ ዓመታት ከዓ ካብ ትሽዑ ሸሞንተ ሚእትን ገለ መለ ሃገር እየን ነይረን ቤልጅም ልክዕ ከምዘን ሃገራት ኣፍሪቃ እንግሊዝ እያ ፈጢራታ ንቤልጅም መታን ንኣውሮጳን ጀርመን ዘመን እንተስተውዒልኩም እዚኣ መን ኢኹም ትብሎ ጀርመን ኣብ ካልኣይ ኩናት ዓለም ፈረንሳይ ክትወራ ከላ በቲ ዶብ ምስ ፈረንሳይ ዘዳዋ ጎቦታት እዩ ንኩናት ጥዑም ኣይኮነን ቤልጅም ጌርካ ንፈረንሳይ ግን ጎልጎል ከምዚ እግሪ መኸል ናይ ጮሮና ሪኹም ኣለኹም በቃ ብኡ ጌርካ ጎልጎል ሃዘሞ ጌርካ በቃ ትኸልካ መስመራን ንገለ እንትኣቱ ሕወሓት እዚ ሰራዊቱ ናይ ኢትዮጵያ ከዓ ብእግሪ መኸል ብፆሮና ገይሩ ብከምኡ መፅኡ ኣብኡ ኣብቲ እግሪ መኸል ዝረፍረፍናዮ እዚ ናይ ብልጅም ከልክዑኹም እዩ ሕጂ ንኸምኡ እዚኣ መነን ትብሎ ድማ እዚኣ እዚኣ እንግሊዝ ከዓ ብሽሕን ትሽዓተ ሚእትን ሓ ብሽሕን ሸሞንተ ሚእትን ሓምሳን ሰለስተን ንቤልጅም እንግሊዝ እያ ፈጢራታ ኣብዚ ናይ ለንደን ውዕል ዝበሃል ካብ መጀመርታ እዚኣ ንዓሰርተ ዓመት እያ እዚኣ መን ይኹም ኔዘርላንድ ምፍላጥ ኣብያታ ናተይ ኣካል እያ ገለ ኢላ ድሕሪ ገለ ኮይኑ ገለ ሕጂ ቤልጅም የሱ ከምዚ ድኻታት ነይሮም እቶም ዳች ገለ ክሳእ ገብሮም ነይሮም እንደገና ኸ እቲኣ ኮሎን ናይ ፕሮቴስታንት እያ ናይ ካልቪኒስቲ ከነሻ እያ እዚያ ጆርጅ ቤልጅም ኮላይ ካቶሊክ እያ ናይ ሃይማኖት ፍልልይ ጥራይ እምበረ እዚኦም ኣብ ቤልጅም ዘለዉ እዮም ዝበዝሑ ሱሳ ድም ሰብዓ ካብ ሚእቲ ዳቸው ጥራይ ሃይማኖቶም እዩ እንታይ እዚ ካቶሊክ እቲኦም ከዓ ከነሻ ሕጂ ነዚ ተጠቂሞም እዮም ካብዞም ናይ ፍረንች ገይሮም ቤልጅም ልክዕ ከምዚ ናይ ኣፍሪቃ ሃገራት ዝገብርዋ እዛ መን ፈጢራታ እንግሊዝ መታን መርገጺ ንፈረንሳይን ንኩስቶን ክኾና ንእንግሊዝን ክኾና ስለዚ እዚ እዩ እቲ ሓቂ ስለዚ እንታይ ክብለኩም ሃገር ንሃገር ዝገብረ ስጋብ ሕጂ ኮንሰንሰስ የለን ናይዚ ናይ ሃገርና ጉዳይ ከዓ እንታይ ክብለኩም ደለ ስጋብ ሕጂ ናይ መንነት እዩ ናይ መንነት ሕቶ እዩ ምክንያቱ እቲ መንነት ንደልዮ ዘለና ንሕና ኮላይ በቃ ንሕና ዓሌታውያን ወይ ገለ ገለ ኮና መንነት ክም ከልና ደማ ይኮና ንቆፅር ዘለና ትግርኛ ዓሌት ኣይኮነን ትግርኛ ስልጣኔ እዩ ስልጣኔ ስርዓተ ኩነታት ታሪክ እዩ ዝኾነ ሰብ መፅኡ ትግርኛ ክኸውን ይኽእል እዩ ንሕና ትግርኛ ክኾን ኣይኮን ኣባና ኣምሓሩ ኣለዉ ኦሮሞ ኣለዉ ብሌን ኣለዉ ገለ ኣለዉ ገለ ኣለዉ መመፅኡ ዝኾነ ሰብ ትግርኛ ክኾን ጥራይ ልክዕ ከምዚ ኣውሮጳ መፅኡ ዝኾኑ ዘሎ ኮሙን ስልጣን ንሕና ቀቢላ እንዳ ኣይኮናን ብሃገር ንሓስብ ህዝቢ ኢና ብደረጃ ሃገር ሸውዓተ ወሎዶ ረጊጽና ንምርዖ ንዋሰብ ዘመንና ዘይንምዕሮ ቀቢላ እንዳ ከም ንሓልፎ ሽሓት ዓመት ዝነበርና ህዝቢ ኢና ሕጂ ንሕና ብሃገር ኢና ንሓስብ ትግርኛ ዓሌት ኣይኮነን ሃገር ንምንታይ ዘሌና መሲልኩም ቁጠባ ክንፈጥር ደሊና ቁጠባ ክትፈጥር ከዓ ዘሌካ ነገራት ኣሎ ቀዳማይ ማሕበራዊ እምነት ኣለካ ሓያል ማሕበራዊ እምነት ኣለካ ምክንያቱ እዚ ዲሞክራሲ ሕጊ ዕዳጋ ብዘይ እምነት ኣይሰርሕን ብፅሑፍ ጥራይ ይሰርሕ ብዘይ ማሕበራዊ እምነት ኣይሰርሕን እምነት ከዓ ካብ ምንታይ ዝመፅእ ካብ ሓያል ሃገራዊ መንነት ናይ ሓባር መንነት ናይ ሓባር ስርዓተ ክብርታት ናይ ሓባር ገለ ክህልወካ ኣለዎ ንሕና ኣብዚ ንሕና ኦሪታ ክብርታት ሓሶት ሓጢኣት እዩ ንዓና ሓሶት ሓጢኣት እዩ መስላማይ ሓሶት ከዓ በቃ ብልሒ እዩ ምትላል በቃ እታ ከያ ጌርካ ኣታሊልካ ዝደለኻዮ ነገር ክትወስድ ኣለካ ሕጂ ኣስላማይ ዳስዋ እዩ ኣስላማይ ኩሉ ማሕበራዊ እምነት ስለ ዘይብሉ ናይ ምስልምና ሕብረተሰብ ክባላዕ ክቃተል ክጣፋእ ኩሉ ዘን ሃገራት ይዕራም እንታይ ኮይነን ዘለዋ በቃ እቲ ማሕበራዊ እምነት የለን ኩሉ ነገር ብሓይልን ብገለን ብሓሶትን ምትላልን እሱ ስለ ዝኾነ ኢኻ ተኣሽው የለን ስለዚ ስለዚ ተቅዳመይቲ መንነትና ንብዘለና ባቃ ቁጠባ ክንፈጥር ስለ ዘለና ኢና። ቁጠባ ንክትፈጥር ድማ ማሕበራዊ እምነት ክህልወካ ኣለዎ። ሓደ ማሕበራዊ እምነት ክህልወካ ኣለዎ። ማሕበራዊ እምነት ከዓ ካብ መንነትካ እዩ ዝመፅእ ኢልና ኣለና። እምነት ካብ መንነት እዩ። ናይ ሓባር ስርዓተ ክብርታት፣ ናይ ሓባር ቋንቋ፣ ናይ ሓባር ደስትን ዕላማ ተለካ ጥራይ ኢኻ ክትተኣማመን ትኽእል። እዚ እዩ ዘተኣማምነካ በቃ ናይ ሓባር ዕላማ ዕላማ ከዓ በቃ ከምዚ ናይ ማርክስ መፅሓፍ ኣንፂብካ ገለገለ ትፈጥሮ ኣይኮነን። ስለዚ ሓያል ሃገራዊ ዕላማ ክህልወካ ዕላማ ከዓ ከም መንነት እዩ ዝመፅእ እቲ ዕላማ ከዓ ንምንታይ ኢና ንደልዩ ዘለና ብዘይ ዕላማ ተወዳዳራይ ክትከውን ኣይትኽእልኻ ሓያል ተወዳዳራይ ከይኮንካ ቁጠባ ክትፈጥር ኣይትኽእልኻ ኣብዚ ዓለም ኣብዚ ዓለም ሃገር ብቁጠባ እያ ትፈጠር ተኮይና ቁጠባ ከዓ ብሓያል ውድድር እዩ ዝፍጠር ሓያል ተወዳዳራይ ከዓ ካብ መንነትካ እዩ ዝመፅእ ኒሕ በቃ ሰብ ንመንነቱ ይስዋእ ይመውት ንውሱን መወፂ ክሳዕ ገብር ንምርጫ ተስፋጼን ፕሬዚደንት ኾን ክምረፅ ወይ ኢሳያስ ኣፈወርቂ ፕሬዚደንት ኾን ኢሉ ዝሞት ሰብ የለን ህይወቱ ዝኸፍል የለን ንርስቱ ንመንነቱ ይሰብ ህይወቱ ዝኸፍል እምበር ንውልቀ ሰባት ንምርጫ ኢሉ ወይ ንዲሞክራሲ ኢሉ ዝሞት ሰብ የለን ኣብ ዓለም ብረታዊ ቃልሲ ንዲሞክራሲ ተባሂሉ ተይሩ ይፈልጥ ስለዚ ዝግበር እንታይ እዩ በቃ ናሽናሊዝም ሃገራውነት እዩ ዘዋግኣካ ዘጋድለካ ስለዚ ድሕሪ ሃገራውነት ኢኻ ለይትን ቀትርን ኣስሪሑ ሃገርካን ሕብረተሰብካን ክብረት ንክልወካ ዝገብረካ ንሱ እዩ ሃገራውነት ስለዚ እሱ እዩ ዘድልየና ስለዚ ንሕናስ እዚ መንነትና ንብሲ መታን ማሕበራዊ እምነትን መታን ሓያል ተወዳዳርነትን ስለ ዝገብረና እዩ በቃ ብዘይ መንነትና ክንህብትም ኣይንኽእልን ኢና ብዘይ መንነትና ቁጠባ ክንፈጠር ኣይትኽእልና ምክንያቱ በቃ ቁጠባ ዝፍጠር ብሓያል ማሕበራዊ እምነትን ብሓያል ተወዳዳርነትን እዚ ኢና ንደሊ ዘለና በቃ መንነትና ብዘላስ መንነትና እዩ ኣጋዲልና ኣሰዊእና ገለ ጌርና ርስና እዩ በቃ ታሪክና እዩ ክብረት ናይ ኣቦታትና ኣባሓጎታትና እዩ በቃ እቲ ናህና ሞያ እዩ እንተዘይኮይኑ ግን ሕጂ ሆ ንትሽዓተ ብሄራት ንኩናማ ንቁናማ ንኢትዮጵያ ንቀርኒ ኣፍሪቃ ንከምዚ ዶ ንገለ ኢሉ ከምኡ ተሰውኦ ተጋዳላይ የለን ብከምኡ ዝመፅእ ነገር የለን ስለዚ እዚኣ ብርህቶ ክትከውን ኣለዋ ስለዚ እዚ ነገር ንቕይሮ ኣለና እዚ ከዓ ኣብ ኤርትራ ተኣትዩ ከዓ እንታይ ዝኾነ ነገር የለን ደው ዘብሎ ዝሕዞ ነዚ ቃልሲ እዚ ዝብል ነገር የለን ስለዚ ብቐፃሊ ተኸታታሊ ከምዚ ገይረ እንታይ ክገብረልኩም ክስታ ክገብር ስለዚ እዚኣ ስጋብ እዚ ክርስማስ እዚ ሓድሽ ዓመት ዝሓልፍ ገምገምና ስለዚ እቲ መፃኢ ብሩህ ዝኾነ ይኹን ሰብ እታ ቃልሲ ትበሃል እዘን ገንዘብ ምርካብ ጥራይ እዘን ገንዘብ ተተረኪበና እዚ ገንዘብ ክንረክቦ ንፅዕር ኣለና ንቃለስ ኣለና ክንረክቦ ኢና እቲ ገንዘብ ክመፅ እቲ ገንዘብ ተሪዝም ግን ሓንቲ ዝኾነ ሰብ ቃል ክኣትወሉ እተን ቴሌቪዥን ተጀሚራ ንሕና እቲ ቴሌቪዥን ክንጅምሮ ተኮይና ፕሮፌሽናል ቴሌቪዥን ክንጅምር ካልኣይቲ ሰና ሬድዮ ወይ ሰና ቴሌቪዥን ወይ ኤሪሳት ዝኾነ ኣይኮነን ንሕና ሞያዊ እዚ ኩሉ ንገብሮ ዘለና ሓደ ፉል ታይም ሙሉእ ዝሰርሕ ተቆፂሩ ሰብ የብልና ንሕና ገለ የብልና ንሕና ክንጅምሮ ተኮይና ፕሮፌሽናል ቴሌቪዥንና በቃ ሃይ ኳሊቲ ዝለዓለ ስታንዳር ዘለዎ ዝለዓለ ትንተና ዘለዎ ሓቂ ከም ዘለዎ ሓሶት የብሉ ገለ የብሉ እንታይ ኢና ክንገብር እቲ ናይ ብሓቂ ጥራይ ኢና ክንዛረብ ንሕና ኣብዚ መደብና ንሰለስተ ዓመት ንፈራን ሓንቲ መዓልቲ ብጭብጢ ተጋገናያ ወይ ገለገለ ነገር የለን እንተ ተጋገና ኮይንካ ተመሊስና እዚኣ ከምዚኣ ከምዚኣ ጌጋ ነርና ኢልና ኢና ክስታ ንገብር እንተ ጌጋ ሓበሬታ ኣለና ስለዚ እንታይ ዝገበርናዮ ነገር የለን ኩሉ ግዜስ ባቃ ንሱ እዩ እዚ ሕጂ ዝናህና ሜድያ ኩሉ ሰብ ይኣምኖ እዩ ዋላ እትዮም ጸላእቲ ዋላ እትዮም ጸሉና እንተ ናይ ብሓቂ ትንተና ናይ ብሓቂ እንታይ ኣሎ ኩነታት ክርዱ ደደም ናባና እዮም ዝመጹ ናብ ካልእ ኣይኮኑን ንካልእ ንሱ ዝኣምኖምስ የለን ከምዚ ተኣሽሙ ስለዚ ንሴ ክብለኩም ደሊ ስለዚ ቀጻሊ ክንዛረበልና እቲ ዓወት ግን እቲ ዓወት ግን ንዝኾነ ይኹን ሰብ እታ ቃሲ እቲ ቃሲ ናህና ህግደፍ ከመይ መላይ ገለገለ ዘይኮነስ እዚ ንቴሌቭዥን ንገለ ዘሳቅየና ዘሎ ገንዘብን ዓቅምን ምጥራይ ጥራይ እሱ እዩ ተቃሲ እምበር ካልእ ቃሲ የለን ድሕሪ ሕጂ ኣብዚኣ ናይ ሓድሽ ዓመት ንኩሉ ከበሰረኩም ደሊስ እቲ ቃሲ ገንዘብ ምካብ ገንዘብ ተተረኪቡ እቲ ናይ ህግደፍ ስነ ሓሳብ እቲ ንህግደፍ ክስገብሮ ፀንሐ ነገር ብምሉኡ እንታይ ጌርና ኢና ልዕሊ ኩሉ ከላይ ኣብቲ መጀመርታ ክንጅምር ከለና መዓት ግርህና መዓት ገለ ነርና ኣብ ሰለስተ ዓመት ግን ውሽጣት ኩሉ ርኢና ኢና ኩሉ ኣስተውዒልና ንኩሉ መዓት ኢና ተማሂርና መዓት ተመክሮ ኢና ክስታ ኮይና መዓት ኢና ንባዕልና እውን በቃ ኣብዚ ሕጂ ተበሊሕና ኢና በቃ ተበሊሕና ተሳሒና ተሳሒና ተሳሒና ኩሉ ነገር ጌርና ኢና እንታይ እንታይ ካብ ኩሉ ነገር ተረዲእና እያ ስለዚ እዚኣ ግልፂ ክትኮን ኣለዋ ነዚ ነዚ ነዚ ናይ ኣግኣዝያን ምንቅስቃስ ነዛ ኤርትራ ድሕር ሕጂ ሃገረ መንግስቲ ህዝቢ ትግርኛ ካብ ምዃን ደው ከብላ ክኽልክለና ዝኽእል ዝኾነ ዓቕሚ የለን ዝኾነ ይኹን ነገር ዓቕሚ ዘለዎ ፍጡር የለን ኣሁን ዝፈጡ ዘለ ነዚ ህዝቢ ትግርኛ ነዚ ሃገሩ በቃ ነዚ ሃገሩ ካብ ምውናን ክኽልክሎ ዝኽእል ዓቕሚ የለን እዚ ናይ ፀጋም ናይ ሸዓተ ብሄር ኣዶ ናይ ገለመለ ዶ እሱ ኢዝ ኦቨር ወላ ሓንቲ የለን ድሕሪ ሕጂ የለን እዚ ናይ ኢሳያስ ናይ ገለመለ ርእይዎ ንዕሪኹም ስታይ ይዎም ስለዚ ሃገርና ሃገር ሃገር መንግስቲ ህዝቢ ትግርኛ ክትከውን ኢኻ እቲ ኢኻ ኣለኩም ኣሎ ሃገርና ከም ትህነፅ ሃገርና ከም ትዓቢ ንኾርዓላ ንሕበነላ ሃገር ከም ትኸውን ኩላህና ከኣ ኣለኹም ኣለኹም ብጸጋ የሕዋ ንነብረላ ሃገር ከም ትኾን ዝኾነ ይኹን ሰብ ክጠራጠር ይብሉ መስዋእትና ቃስና ከርተትና ንብዓትና ረሃፅና ኮንቱ ከኸይድ ኢሉ ዝሓስብ ሰብ እንተሎ ኮይኑ ተጋጊ ቀስ ተጋጊ ኣይክል ኩሉ ነገር ዋጋ ኣለዎ ዋግኡ ቦቱ ክሕዝ እዩ ስለዚ ንኩሉም እንኳዕ ኣብዚ ሓድሽ ዓመት ኣብፅሓኩም እቲ ቃሲ ግን በቃ ብፍላይ ከዓ ነቶም ፀኒዕኹም ለይትን ቀትርን ትፅዕሩ ዘለኹም መንእሰያት ብፍላይ እቶም መንእሰያት ኣነ እንታይ ዝብል እዩ ነይሩ በቃ ካብ ሓደ ዝገርመኒ ነገር ክጅምር ከለኹ እዚ ሕጂ ሓድሽ ወለዶ ዝበለሰይ ከምዚ ከምዚ ከምዚ ዝብል ክስታይ ነይርኒ በቃ ንዕቆ እየ ነራ ነቲ መንእሰይ ሲ ዋጋ ዘለዎ ግን ህዝቢ ትግርኛ ናይ ብሓቂ ክነግረኩም ከምዚ ሓድሽ መንእሰይ ከምዚ ሓድሽ ወለዶ ኣብ ታሪኹ ፈጢሩ ይፈልጥ ህዝቢ ትግርኛስ ከምዚ ሓድሽ ወለዶ ኣብ ታሪኹ ወሊዱ ፈጢሩ ይፈልጥ ናይ ብሓቂ ዓቕሚ ዘለዎ መንእሰይ ዝሓስብ ውፉይ ለጋስ ለዋህ መዓት ሓድሽ መንእሰይ ተፈጢሩ ዘሎ ከምቲ ዝበሃል ብዛዕባ እዚ መንእሰይ ገለገለ ከምኡ ኣይኮነ እቲ ብሓፈሹ እቲ ናይ ሓምሳታት ናይ ሱሳታት ናይ ሰብዓታት እሱ እቲ ድርባይ ወለዶ ናይ ብሓቂ ክነግረኩም እቲ ድርባይ ወለዶ ታሪኹ ዘይፈልጥ መንነቱ ዘይፈልጥ ባቃ ሃላይ ዓሻ ነበረ እቲ ናይ ቀደም ወለዶ ያ ኦፍኮርስ ለባማት ነይሮሞ ሓርበኛታት ነይሮሞ ሃገራውያን ነይሮሞ ግን ምስዚ ናይ ሕጂ የብለኩም ዘለኹም ወለዶ ክትሪኦ ከለኻ ግን ኮምፕሊት እዩ ተቐይሩ ልዕሊ ኩሉ ከዓ ይብለኩም ኣለኹ እዚ ሕጂ ሓድሽ ወለዶ ከምዚ ኢሉ ተቐይሩ ከዓ እቶም ኣያታቱ ቦታቱ ኣቦሓጎታቱ ከዓ ስለተሰውኡ ስለተጋደሉ እዮም ስለዚስ ከምቲ ዝበሃ ዘሎ ዘይኮነስ ሃገርና ፅቡቅ እያ ትኸ ዘላ ምክንያቱ እቲ መንእሰይ እንታይ ተስዩ ተባራቢሩ ሕጂ ተቐይሩ ስለዚስ ከምቲ ዝበሃል ወይ ገለ ዝኸውን ገለ ትግርኛ ጠፊኡ ኣቂዓያ ከምቲ ገለ ገለ ዝበሃል ነበረ በዓላት ብኩሎም ዝግበር ነበረ ንሱ ተዓሽሙ ኢና ልዕሊ ኩሉ ከ ነቲ ናይ ትግርኛ መንእሰይ መንነቱ ጥፊእና ኢና ኤርትራዊ ጌርና ኢና ናይ ኣቦ ናይ ኣባ ሕጊ ይኮናን ሓዳስ ኤርትራ ፈጢርና ኢና ሓዳሽ ገልምለ እቲ ማሕበራዊ ህንደሳ ሚእቲ ካብ ሚእቲ ፈሽሉ እቲ ማሕበራዊ ህንደሳስ የለን ሕጂ የለን በቃ የለን እዚ መንእሰይ በቃ እዚ ኤርትራዊ ነዶ ከምዚ ዶ ገለ ዶ ገለ ዝሰምዖ ሰብ የለን ንሱ የለን ኣብዚ መንእሰይ የለን ኣብዚ ትሕቲ ሰላሳ የለን